ክብደት ናይ ምጉዳል ድሌት ወይ እውን በንጻሩ ክብደት ናይ ምውሳኽ ባህጊ ኣብ ግዜ ጾም ዝዝውተሩ መግብን መስተን ጥዑይን ሰሓብን ቆርበት ምውናን ከምኡውን ኣካላዊ ምንቅስቓስ ዘገልግሉ ሃለኽቲ ነገራት እዚኦም ሕቶታትኩም ወይ ከዓ ኣዴለታትኩም ድዮም እንታይ እሞ ደጸግም ኣለኩም ኣባላት ራእይ ሄልዚ ሊቪንግ ፋሚሊ ሄርባላይፍ ነዚኦም ሕቶታትኩም ዝኾኑ መልስታት ቀሪናልኩም ኣለና ይብለኹም ጸወምቲ ምስ ዝኾኑ ወይ እውን ካብ ውፅኢት ስጋን ፀባን ዝኾኑ ሃለኽቲ ነገራት ምስ ትሕረሙ እቲ ንኣካላትኩም ዘድልዮ መጠን ፕሮቲንን ካልኦት ኣገደሲ ዝኾኑ ማእቶታት እትረኽቡለን ፍርያት ኣዳልናልኩም ኣለና እዞም ፍርያት እዚኦም ንምድላዎም ብዙሕ ግዜ ዘይሓቱን ባህታ ዝፈጥር ጣዕሚ ዝውንኑን እዮም ካብ ባህርያውያን ዝኾኑ ኣእኻል ኣትክልትን ፍረታትን ዝተዳሎ ምዃና እቲ ዝበለፀ ብልጮም እዩ ብማይ ይኹን ናይ ኣትክልቲ ፀባ ዝዳሎ ዓይነት መግብታት ካብ ዕረ ዝዳሎ ንፅምኣትና እናርወና ጥዕና እንረኽበሉ ዓይነት መስተ ነቒሕና ዕማምና ክንፍፅም ዘኽእለና ሻሂ ምስ መግቢ ይኹን ኣብ ዝኾነ እዋን ክንቋደሱ ንኽእል መረቕ ገለ ካብቶም ትሕሶታትና እዮም ብመንፅር እቲ ውጥንኩም ክብደት ንምቕናስ ኮነ ንምውሳኽ ክትጥቀምሉ ንትኽእሉ ፍርያት ክትውከሱና ትኽእሉ ቆርበትና ኣዝዩ ተነቃፍን ክንክን ዘድልዮን እዩ ኣብ ዕዳጋ ንረኽቦም ዓይነት ቅብኣታት ንቆርበት ዝሃሲ ኬሚካላት ሓቂፎም ክርከቡ ስለ ዝኽእሉ ምስ ቆርበትና ዝሰማማዕ ፍርያት ኣብ ምንዳይ ልዑል ጥንቃቐ ይሓተና እዞም ብኪኢላታት ዓውደ መፅናዕቲ ቆርበት ዝተመስከረሎም ካብ ባህርያውያን ኣትክልትን ፍረታትን ስለለዉ ንቆርበት ዘገልግሉ ፍርያት ህርባላይፍስ ቅብኣታት ብኣባላት ራእይ ሄልዚ ሊቪንግ ፋሚሊ ተፈቲኖም ኣወንታዊ ውፅኢት ዘረኣዮም ብዘይካዚ ኣካላዊ ምንቅስቓስ ኣብ ነዘውትረሉ እዋንን ብድሕሪኡን ኣካላትና ኪኖቲ ናይ ማይ ሃልኪ ቀረብ ፕሮቲናትን ካርቦሃይድሬትን ይልዮ እዞም ንጭወራትና ኣብ ምህናፅ ዘገልግሉ ወሰንቲ ፕሮቲናትን ካልኦት ቫይታሚናትን መዓድናትን ዝሓዘ ትሕዝቶ ቀሪናልኩም ኣለና ንዝያዳ ሓበሬታ በዚ ኣብ ታሕቲ ተዋሂቡ ዘሎ ኣድራሻና ክትረኽቡናን ክትውከሱናን ትኽእሉ ኣብ ዘለኹሞ ቦታ ብፍጥነት ጠለባትኩም ክነማላልኩም ድልዋት ኢና ሄርባላይፍ ኣባላት ናይ ራእይ ሄልዝ ክሊኒክ ፋሚሊ